ኣዝዩ ዘሕዝን እዩ ንክትሰምዖ ከለካ ከምዚ ኢሉ ኣብ ሓደ ደረጃ በጺሑ እንዳበልካ ከለካ እሞ ንድሕሪት ተመሊሱ ክትሰምዕ ከለካ ኣዝዩ ዘሕዝን እዩ
ናይ ገዛ ምፍራስ ኣጋጢምዎ ኣሎ ሽሻዕ ሸውዓተ ዓመት ገይረ ኣለኹ ቦይልካም ሓጎስ ወልደ ገብርኤል ሲዚኒኖ ረጊፅና ሓሊፉ መዋረዲ ሰብ ዝቕመጦ እውን ኣይመስልን እዩ ሰላም ከመይ ትኾኑ ጋይስ ከኣ ፊሊን ሎማዓንቲ ካብ ዝተፈላለየ ትሕዝቶ ተመሊስና ኣለና ሳብ መወዳእታ ምሳይ ጽንሑ ሓደሽ ይሕር ኪንኩም ሳብስክራይብ ከምቲ ልሙድ ላይክ ምግባር እዛ ቪድዮ ጀምረዋ ለስ ጎው ቺፖካ ፊሊ መጀመርያ እስኪ ብዝሕጉስ ዜና ንጀምር በዛ ትርእይዋ ዘለኹም ስእሊ ሜድያ እትብል ሓዳሽ ኮሜዲ ካሚንግ ሱን ይብለና ኣሎ ሓጎስ ወልደገብርኤል ሱዚኒኖ ሓዳሽ ኮሜዲ ሒዙ መጽእ ኣሎ ድሕሪ ክንደይ ዓመታት ድሕሪ ዓሰርተ ገለ ምል ዓመት እዩ ንመጀመርያ ግዜ ኮሜዲ ዝሰርሕ ዘሎ ወይ ደጋ ካብ ዝወጽእ ዝሰርሓ ዘሎ ማለት እዩ ስለዚ ናይ መጀመሪኡ ኮሜዲ እያ ዌልካም ሓጎስ ወልደገብርኤል ሲዚኒኖ ኣብ ማስተር ኢንተርቴንመንት እያ እታ ናይ ሓጎስ ሲዚኒኖ ስለዚ ኣብኡ ክዝርጋሓ ከም ትሪእዋ ዘለኹም እዛ ኮሜዲ እዚኣ ሜድያ ነዚ ሕጂ እዋን ዘሎ ማስ ሜድያ እተመልክት ከም ዝኾነት በዚ ፖስተር እዚ ክንምልከታ ንኽእል ኢና ማለት እዩ ብምሉኦም ማስ ሜድያታት ኣለዉ ኣብዚ ፖስተር ቀንዲ ከዓኒ ቲክቶክ ኣላ ኣብ ርእሱ ስለዚ ነዚ ኣብዚ ሕጂ እዋን ህሉው ኩነታት ዘሎ ናይ ማስ ሜድያ እትገልጽ ክትከውን ትኽእል እያ ወይ ከኣ ዝያዳ ናብ ትምህርቲ ዘድሃበት ክትከውን ትኽእል እያ እዛ ኮሜዲ ማለት እዩ ስለዚ ሓጎስ ወልደገብርኤል ሱዚኒኖ ዌልካም ባክ ክንብሎ ንደሊ በዛ ሓዳሽ ኮሜዲ ሓበሻ ረኺበልኩም ኣብ መንገዲ ሰላም እንተበልኩ ጓዕዳ ቀሻት ምስ ጀምዓ። ከም ደቂ ዓዲ
ረጊጽና ሓሊፉ መዋረዲ
ዝርጉም ሓበሻ እ፣ ንሓበሻ እኮ ሓበሻ ጥራይ ይጸርፉ ረጊጽና ሓሊፉ መዋረዲ ሰላም ናይ እዝጊሄር እዩ ዘይክፈሎ ገንዘብ ዶ መሲልዎ ለቃሓን ዝብሎ

ገለ ነገር ርኢ ኣሎ ማለት እዩታ ቤት ዝዕሩኽቲ ቅድሚት ኣለዉ ብቕድሚ ኣለዉ ቤት ዝዕሩኽቲ ከምኡ ኢሎም ስዕስዑ ካልእ ኣብዚ ለንቅነ ናይ ኢትዮጵያዊት ክለብ ሃዋሳ ዝፀዋት ዝነበረ ዓሉ ስሌማን ኣብ ናይ ደገ ዕድል ረኪቡ ናብ ሽወደናዊት ጋንታ ከም ዝተፀምበረ ብዝሓለፈ ውሕዳት ኣዋርሕ ሰሚዕና ነርና እሱ ጥራይ ዘይኮነ እውን ምስታ ጋንታ ናይ ሕክምንኡ ካልእ ካልእ ኩሉ ቸጌር ወዲኡ ጸወታ እውን ከም ዝጀመረ፣ ክልተ ድዩ ገለ ጸወታታት ተጻዊቱ ጎል ከም ዘመዝገበ እውን ሰሚዕናዮ ኔርና ማለት እዩ። ስለዚ ውዱእ ጌርና ሒዝናዮ ኔርና ኦረዲ ጸወትኡ ጀሚሩ ብሉጽ ውጽኢት እውን የመዝግብ ኣሎ ኢልና ኢና ገሚትናዮ ኔርና እንተኾነ ግን ኣብዚ ውሕዳት መዓልታት ከም ዝተመልሰ ናብ ሃዋሳ ከም ዝተመልሰ እውን ሰሚዕኩሞ ኣለኹም ብናቱ ሽግር ዘይኮነስ ብናይ ካልእ ወይ ካብ በቶም ናቱ ወኪላት ማለት እዩ። ኣዝዩ ዘሕዝን እዩ ንክትሰምዖ ከለኻ ከምዚ ኢሉ ኣብ ሓደ ደረጃ በጺሑ እንዳበልካ ከለኻ እሞ ከኣ ንድሕሪት ተመሊሱ ክትሰምዕ ኮለኻ ኣዝዩ ዘሕዝን እዩ እንተኾነ ግን ዓሊ ሱሌማን ባዕሉ ገሊጽዎ ዘሎ ግን ከምኡ ከም ዘጋጥም ንዕኡን ሬዲ ከም ዝኾነን ኣቐዲሙ ተዳልዩሉ ከም ዝነበረ ብስነኣእምራዊ ይኹን ብኻልእ ብኻልእ ከም ዘጋጥም ፈሊጥዎ ስለ ዝጸንሐ ኣብዚ ሕጂ እዋን እውን ንኻልእ ዓበይቲ ተስፋታት ከም ዝገበረ ምስ ረኣኻዮ ግን ትጸናናዕ ኢኻ ምናልባት እታ ናይ ዓሊ ሱሌማን ዘረባ ከስማዓኩም እሞ ንኹሉ ነገር ከጻፍፍ ናብ ጋይስ ኣምሪሐ ከም ዝነበርኩን ብድሕሪኡ ከኣ እቲ ካባይ ዝግበኦ ነገራትን ምድላዋትን ንኽገብር ዳርጋ ኣብ ፈጸምትኡ በጺሐ እንዳበልኩ ኣጋጣሚ ምሳይን ምስቲ ኤጀንትን ዝተገበረ ስምምዕን ዝተበሃልናዮን ኩሉ ተግባራዊ ክኸውን ብዘይምኽኣሉን ኣነ ከኣ ንዘለኒ ዕድላትን ነቲ ግዜ ትራንስፈር ከይተዓጽወ ከሎ ኩሉ ነገራት ኣጻፊፈ እቲ ዝተዋሃበኒ ዕድል ንኹሉ ክጀማምር መደባተይን ሓሳባተይን ነይሩ፣ ግን እሱ ክኸውን ብዘይምዃኑ ኩሉ ንጽቡቕና ዩ ንኸይር ኢልና ኢና ንሓስቦ ኣልሓምዲላህ። ጀንተይ ከኣ ንዓይ እቲ ዝተዋሃብናዮ ዝተባሃልናዮ ክገብር ብዘይምኻሉ እሱ ከኣ ንጠቕምታቱ ረብሓታቱ ከቐድም ብምምራጹ ናተይ ጠቕምታተይን ንድሕሪት ገይሩ ንዕኡ ኩሉ ከመቻችእ ላዕልን ታሕትን ከም ዝበለ ኣነ ከማን ከም ዝበልካዮ መዐወቲት ሽቶ ጽቡቕ ትሬኒክ ጽቡቕ ናይ ግዜ ኣብ ክልተ ጾታ ሰለስተ ጎል ብምእታወይ ክልተ ጸወታ ሰለስተ ጎል ዝሓሸ ውድድር ዝሓሸ ነገራት እዩ ኩሉ ነገር ካባይ ዝተጸብኽዎ ነገራት ኩሉ ዝተጸበይዎ ኩሉ ነገር ይገብር ነይረ እዚ መስርሕ ተወዲኡ ከኣ ምስኦም ኣባሎም ኮይኑ ንክውድእ ዳርጋ ኩሎም ካብ ኣሰልጠንትን ገለን ይዛረቡን ይነግሩን ነይሮም ግን ምስቲ ኤጀንት ከም ምስቶም ጋንታ ክሰማማዕ ብዘይምኽኣሉ ኣነ ከኣ ንቲ ውክልና ከኣ ንቲ ኤጀንት ስለ ዝሃብክዎ ብዘይ ብኡ ብናተይ ውክልና ጌረ ከኣ ክዘራረብ ስለ ዘይከኣልኩ እቲ መስርሕ ብኡ በቲ እሱ ዝበሎ ፌርማ እሱ ጥራይ ክዘራረቦ ምስ ዝኽእል እሱ ምስኦም ክሰማማዕ ብዘይምኽኣሉ ብድሕሪኡ ናብ ካልእ ጋንታ ንክወስደኒ ዝገብሮ ዝነበረ ጻዕሪ ኣነ ከኣ ተቐባልነት ስለ ዘይገበርኩሉ እታ ጋይስ ኢለ ስለ ዝኸድኩ ንዓኣ ምስኣ ፈሪመ ክጻወት እዩ መደባት እየ ነይሩ። እዎ ሓደ ሓደ ግዜ ከም ዘጋጥም ናይ ትራንስፈር ነገር ብዙሕ ነገር እዩ ዘጋጥም እሞ ንሕጂ ግን እዚ ጉዳይ ክሰልጠኒ ኣይከኣለን። እንደገና ከኣ ሓደ ዓመት ኩንትራት ውዕል ስለ ዘለኒ ግዴታ ስለ ዝግደድ ምስ ሃዋሳ ኮይነ ግዴታ ክጻወት ስለ ዘለኒ ውዕለይ ንምኽባር ናብ ሃዋሳ ትማሊ ምሸት ኣትየ ኣለኹ። ናብ ሃዋሳ ከኣ ምስኦም ከኣ ጽቡቕ ትረይኒክ ጀሚረ ብጽቡቕ ተቐቢሎምኒ ንዕኡ ክብል ከምኡ ካብ ግብጺን ደቡብ ኣፍሪቃን ናብ ጋንታይ ዝመጽእን ኣባይ ዝመእንጸ ወረቐት ኦፈር ንኽፈርሙን ድልየት ከም ዘለወን ጋንታታት ዕብይ ዝበላ ከወድኡኒ ኢሎም መጺኦም ወረቓቕቲ ሒዞም ኩሎም ወዲኦም መጺኦም ግን ውዑል ስለ ዘለኒ ሃዋሳ ንዛ ዓመት ንዋንጫ ክጻወት ከም ዝደልዩን ኣብ ሕቖኦም ክኾን ከም ዘለኒ ውዑሎም ኣኽቢሮም ከኣ ምስኦም ክኾን ከም ዘለኒ ስለ ዝነገሩኒ ግዴታ ውዕለይ ኣኽቢረ ከኣ እቲ ዝተዋሃበኒ ካብኦም ዝጽበየኒ ነገራት ወዲኤ ፍሪ ተጻዋታይ ኮይነ ምስ ስፖርት ዳይሬክተር ናይ ጋይስ ጽቡቕ ኮንታት ኣለኒ ስቲል ክሳብ ሕጂ ንዳወል ይከታተሉኒ ከም ዘለውን ንዝመጽእ ከም ዝደልዩንን ብናጻ ዝውውር ከኣ ከፈርሙኒ ከም ዝደልዩን ጽቡቕ ዝርርብ ኣካይድና ኣለና ንዛ ዓመት ዝሓሸ ኣብ ከኣ ውሽጥን ኣብ ደገን ዘለዉ ከኣ ንዓይ ኣብ ጎነይ ኮይኑ ከታባብዐንን ሞራል ክበንን በዚ ኣጋጣሚ ንዕኦም እንዳተላበኹ እዚ ዝመስል ነይሩ እቲ መስርሕ ማለት ስለዚ ከም ትሪእዎ ዘለኹም ባዕሉ ዓሉ ስሌማን እውን ከም ዝበሎ ኣዝዩ ዝተረጋገ እዩ ብሕጂ እውን ዓበይቲ ተስፋታት ከም ዘለዎ እዩ ዝገልፅ ዘሎ ስለዚ ብዙሕ ደሻቅላ ኣይኮነን ማለት እዩ ውሕዳት ኣብዛ እዛ ኮንትራቱ እንድሕር ወዲኡ እውን ክቕይር ምዃኑ ርጉፅ እዩ ማለት እዩ ስለዚ መጀመርያ ክትሰምዖ ከለካ ኣዝዩ ዘሻቅል እዩ እንተኾነ ግን ብዙሕ ተስፋታት ከም ዘለዎ እዩ ባዕሉ ዝዛረብ ዘሎ እንኮ ተስፋ ጌርናሉ ዘለና ተጻዋታይ ኣብዚ ሕጂ እዋን ዓሊ ስሌማን እዩ ስለዚ ኣጆኻ ዓሊ ስሌማን ንጽቡቅካ እዩ ክንብሎ እንደሊ ካልእ ሎማዓንቲ ረኣኽዋ ኣዝያ ኣዝያ ተሕዝን ቪድዮ እዛ ትሪእዋ ዘለኹም ቪድዮ እያ ብዛዕባ ወዲ ጀበሊ ወይ ከዓ ናብራ ወዲ ጀበሊ ብምባል እዮም ኣርእስቲ ሂቦማ ዘለዉ ወዲ ጀበሊ ከም ንፈልጦ ለባም ዓቢ ሰብ እዩ ዘረብኡ ንብዙሓት ሰባት መሃሪ ከይተማሃረ ከሎ ግን ከኣ ንብዙሓት ሰባት ዝምህር ዘሎ እዩ ስለዚ ወዲ ጀበል ዘየድንቕ የለን እንተኾነ ግን ናብርኡ እትገልጽ ሓንቲ ቪድዮ ሎማዓንቲ ዝረኣኹዋ ከም ትሪእዎ ዘለኹም መነባብርኡ ጥራይ ዘይኮነ ኣብዚ ሕጂ እዋን ኣጋጢምዎ ዘሎ እትገልጽ እያ እሞ ንእሽተይ ንርኣያ እሞ ድሓር ምለሳ ኢና
ወዲ ጀበሊ ገዝኡ ቁሩብ ፍርስ ኢልዎ ኣሎ እሞ ናብርኡን መነባብርኡን እንታይ ይመስል ሎሚ እውን ገለ ፀገማት ኣጋጢምዎ ኣሎ በዚ ዘሎ ክራማት ናይ ገዛ ምፍራስ ኣጋጢምዎ ኣሎ ገለ ዚንጎ ሓገዝ ዝኾኖ ብምባል ፍፁም ጃምቦ ግላስ ኣምፂሉ ኣሎ ንወዲ ጀበሊ ነረክቦ ኣለና ወድ ጀበሊ ከመይ ኣለኻ ከመይ ትኸውን ደሓን ዶ ከመይ ደሓን ዶ ጽቡቅ ለንቅነ ብክራማት ገዛ ቁርብ ፈሪሳትካ ኣላ ፈሪሳና ናይ ብሓቂ ተጸጊምና ገለ ኣጋጣሚ ንሕና ከዓ ዓሰርተ ግዜ ንሰብ ከዓ ምሕታት ከለ እቶም ዲያስፖራ ናህና ከዓ ሃበኒ ዝብሎም በዚሑ እንድዩ ግን ወላ ኣብዚ ናህና ሽግር ተሳተፍቲ ንኾኑ ማለት ሓበሬታ ንቦም ኩሉ ፈታዊኻ ክኸውን ኣይከልን እቶም ዝፈትዉናን እቶም ማለት ዘረባና ደስ ዝብሎም ሲ ካብዚ ሕጂ በፂሕናዮ ዘለና ሽግር ንኸውፁና ሲ ተስፋ ንገብር ማለት እዩ። ክብዛ ገዛ እዚኣ ክንደይ ዓመት ተቐሚጥካ? ኣብዛ ገዛ እዚኣ ዳርጋ ሽዱሽተ ዓመት ሸውዓተ ዓመት ገይረ ኣለኹ። ኣዝዩ ዘሕዝን እዩ ሸውዓተ ዓመት ኣብዛ ገዛ እዚኣ እየ ነይረ እብል ኣለኹ። ተወሳኺ እውን ሕጂ ውን ብክረምቲ በዚ ናይዚ ሕጂ ዘሎ ክራማት ውን ገዛ ከም ዝፈረሶ እዩ ከርእየና ደልዩ ዘሎ ዋና ዕላማ ማለት እዩ ስለዚ ንወዲ ጀበሊ ቁጽ ቴሌፎኑ ኣብ ታሕቲ ክገድፈልኩም እዩ ከምኡውን ኣብ ስክሪን ውን ክገድፈልኩም እዩ ኣቲኹም ደዊልኩም ሳፖርት ክትገብርዎ በዚ ኣጋጣሚ ንምሕጸነኩም ማለት እዩ ሸውዓተ ዓመት ተቐሚጥ ከለኻ ብኡ ለንቅነ ውሕጂ ኣቲካ ኣጋጣሚ ፈሪሱ ከምዚ ሃደሽደሽ ኢሉሲ እቲ ገዛ ብዚንጎ እንድዩ ማለት ያቀኔልና እና መጀመሪያ እዚኣ እዚ ግበሩለይ ኣይበሃልን እንድዩ ሰብ ነናቱ ፀገም ኣለዎ ምናልባት ንዝሪኦም ሲ ምናልባት ሲ ምስቲ ዘለና ምስኦም ርክብን ሕውነትን ሲ ገለ ፀገማት ክፈትሑልና ማለት እዩ ጃምቦ ግላስ ከዓ መቸም እቲ ዝዓቕሙ ስለ ዝገበረና ካልእ ከዓኹም ከም ናይ ጃምቦ ግላስ ከዓ ተሳታፋይ ኣብ ሽግር ናይ ሰብ ስለዚ ንሳቶም ከኣ ኣብቲ ሽግርና ክሳተፉሲ ማለት ጻውዒት ነቐርብ ማለት እዩ። ስለዚ ከም ትሰምዕዎ ዝጸናሕኩም እዩ። ወዲ ጀበሊ ንሸውዓተ ዓመት ዝኣክል ኣብዛ ገዛ ይነብር ምንባሩ ዋላ ኣብዚ ሕጂ እዋን ኣብ ማስ ሜድያ ቀሪቡ እዚ ውሑዳት ዓመታት እውን ኣብ ከምዚ ዓይነት ገዛ ይነብር ምንባሩ እውን ኣይንፈልጥን ኢና ኔርና ብሓፈሻ ከምቲ ትሪእዎ ዘለኹም ኣብዚ ሕጂ እዋን ምስ ናይ ክረምቲ ተሓዊስዎ ከም ዝፈረሶ እዩ ወይ ከዓ ሓገዝ ደልዩ ናብዚ ማስ ሜድያ ቀሪቡ ዘሎ ስለዚ

ሰዝጋስ ናይ ሎማዓንቲ ቪድዮ ዝመስል ነይሩ ሓድሽ ሽሕር ኪንኩም ሳብስክራይብ ኣይትረስዑ ክሳብ ኔክስ መደብ ንራኸብ ፒስ